ሰላም ሰላም ኩቡራተይ ከመይ ቀኒክን ሃፒ ማንደይ ሃፒ ማንደይ ሃፒ ማንደይ መርሓባ ተን ሓደሽቲ ዝኾንክን ናብ ቻነለይ እንኳዕ ደሓን መጻእኽን ሳብስክራይብ ምባርክን ኣይትረስዓ ኣብ ድመጽእ ብዙሕ ቪድዮታት ከምጽኤ ሎም መዓንቲ ከዓኒ ሒዘልክን መጽኤ ደለኹ ኣዲ ቆልዕት ብምዃንና ጥራይ ጸጉርና ክውዳእ ከምዘይክእል ክትፈልጦ ከምዘለክን ጠንቂ ኣነ ዝጥቀመሉ ነገራት ከኣ ንሸሞንተ ዓመት ኣደኦላዔ ግን ጸጉረይ ወላ ሓንቲ ብዙሕ ኣይተበላሸወን እቲ ተበላሽኒ ድፈልጥ ኮሎ ከኣኒ እንታይ ኮይኑ ነይሩ ብኸመይ ከይዐረዮ ኩሉ ነገር ኣብዛ ቪድዮ እዚኣ ክገልጸልክኒ እንደገና ኣብ መወዳእታ ከዓ እቲ ኣሰራርሓ ናይቲ ዘርእየክም ፕሮዳክት ከዓ ከርእየክኒ ክሳብ መወዳእታ ምሳይ ፅና ስለዚ ኣሕዋተይ ሞቲቬት እየ ክገብረክን ደልየ እቲ ክትጥቀማ ከለኽን ኣምፃ ኣቢልክን ዝኾነ ኦይል ኣይትጠቀማ እቲ ትሪኦኦ እንደገና ሓንቲ ኦይል እዚኣ ፅብቕቲ ዝበልክና ማለት እዩ ምስ እልክን ሰሚዐ ክንገለ ጥራሕ ዘይኮነ ሲ ኣነ ሕጂ ሲ ናይ ኣደ ቆልዓ ጥራሕ ኣይኮነ ኣነ ሲ ወዲ ሰለስተ ዓመት ቆልዓ እዩ ዘለኒ ኣደ ቆልዓ እየ ካልኦት እውን ኣለውኒ ማስ ኣደ ቆልዑት እየ ንነዊሕ ዓመት ኣደ ቆልዑት ኣደ ቆልዓ እየ ዘለኹ ስቲል ማለት እዩ ኦልሞስት ኤት ይርስ ግን ፀጉረይ ክሳብ ሕጂ ተባላሸወን ኣይተበላሸወን ኣዶ ቆልዓ ምዃንካ ጥራሕሲ ከምዚ ክሳይ ክኾንሲ ኣይክእልን እዩ ማለት እየ ዳሜጅ ክኸውን ኣይክእልን እዩ እምበሺ መመሊሱ እዩ ክቆርጾ መመሊሱ እዩ ድነውሕ ስለዚ እቲ ክንካናኸኖ ከለና እቲ ዘይቲ ክንመርጸሉ ከለና ሓደ ክንመርጽ ካልኣይ እቲ ኤንፖይንት ቀንዲ ከትሕዘክን ካልኣይ ከኣኒ እቲ ምክንኻን ከኣ ሩቲን በቃ ቀጻሊ ክንገብሮ ከምዚ ተኣምር ገለ ኣይኮነን። ሳልሳይ ከኣ ምስ መረጽና ኦኬ እዚኣ ዘይቲ እዚኣ መሪጸያ ኣለኹ ንኣብነት እዚኣ ጽብቕቲ እያ እብለክን ኣለኹ ምሽ ኣብዚ ክገብረልክን እየ እቲ ትሕዝትኡ እንታይ እንታይን እዩ ጽብቕቲ እያ ምሽ ኦሊቭ ኦይል ገይረ ኣዝማሪኖ እንታይ ገይረ ሰሪሐያ እንደገና ንመኑሒ ዋላ እውን ነቲ ጸጉርና ጽቡቅ ከምዚ ረዚን ክኸውን ከይ ከይ ብሓጺሩሲ ከይቋራረጽ ገለ ገለሲ ሕጉዝ እየ ምሽ ብለክን ኣለኹ ድሕሪ ፈቲኽና ጀሚርክና ምቕጻል እዩ ክሳዕ ሽዱሽተ ሸውዓተ ወርሒ ጽቡቅ ጌርክን ክሳዕ በቃ ኩሉ ግዜ ሩቲን ማለት ትጥቀማሉ እንድሕር ትርእዮ ሽዑ ንዓ ክንዲ ሰማማዓኪ እንዶ ኣይሰማማዓክን ኣብ ሰሙንሲ ዝስራሕ ተኣምር የለን ኣነ ስቅ ኢለ ኣይኮንኩን ድዛረብ ዘለኹ ድሰማዕኹ ሰሚዐ እየ ድብለክን ዶ ኣለኹ ስለዚ ክቡራተይ ተጠቀማሉ እዚ ንዓይ በቃ እንታይ እሞ ክብለክን እየ ሂወተይ እዚ ፀጉረይ ፀጉሪ ናይ ሂወት ናይ ፀጉረይሲ ድመለሰለይ ኦይል እዩ ካልእ ከዓ እዚኣ ከዓ እዚኣ ከዓ ንዓይ ይኹን ንጓለይ ዝረድኣትና እዚ ሕጂ ኖርማል ኦይል እዩ ሄር ግሮዝ ኦይል ኣይኮነን ከምኡ እየ ዝብለክን ዘለኹ ብዙሕ ዓይነት ዘይቲ እዩ ዘሎ ዋላ ቀጢን ከሎ ሄር ግሮዝ ዘይኮነ እዚ ሕጂ ረኣዮ ናይ ጓለይ ምሽ ኦይል እዩ ምሽ ኣብቲ ትሕዝቶ እንድሕር ኣንቢብክኖ ሄር ግሮውዝ ኦይል ኣይኮነን ንክነውሕ ዝሕግዝ ኣይኮነን ናይ ጓለይ ካብኡ ንላዕሊ ክነውሕ ኣይደልየን እየ ብጣዕሚ እዩ ነዊሕ ፀጉራ ብጣዕሚ ሕጂ ኖርማል ኦይል እየ ዝጥቀመላ ኣዝዩ ነዊሕ ፀጉሪ ስለ ዘለዋ ማለት እዩ ሄር ግሮውዝ ኦይል ኣይኮነን ዋላ ካብዚ እውን ንለኸዐ ኣዳሕተ ግዜ ስለዚ እቲ ክንመርጽ ከለና ከኣ ድሕሪ ጸጉርክን ክነውሕ ክጽብቕ ክሰብሕ ትደልዮ ኣለኽንሲ ተኣምር ክፍጸምሲ ኣይንድለ እንደገና ካስተር ኦይል ውን ከምጽኣልክን እየ ጽቡቕ እዩ ናተይ ሕጂ እቲ ጸጉረይ ኖርማል ሚድየም ስለ ዝኾነ ብዙሕ ሆቕምታት ኣየድልዮን እዩ እቲ መሰረታዊ ምክንኻን ጥራሕ እዩ ዘድልዮ እተን ማራ ዳሜጅ ዝኾነ ጸጉርኽን ሓደ ኢልክን በቃ ቆሪጽክን ሻሎ ጀምራ ሕጂ ምሳይ ቁረጽኦ መጀመርታ ጫፍ ጫፉ ጸጉሪ ናተይ ሕጂ ረኣዮ ጌሻ ድላ ኮይና ትኣቱ ቆርጸኒ ማሓዛይ ኣይቆረጽክዎን ማራ ኣይክፈእን ኣሎ ግን ክቁረጽ እዩ ዘሎ ጫፍ ጫፉ ከተንፍስ ኣለዎ ጸጉሪ ልክዕ ከም ኣታክልቲ እዩ ሕጂ እቲ ጸገም እንታይ እዩ ንዓይ ኮይኑ ዝስምዓኒ ብዙሓት ዋላ ቮይስ ትገብራለይ ቪድዮታት ትሪኣ ምሽ ኖርማል ንምርኣይ ኢኽን ትሪኦ ሽዑ ንሽዑ ፊድባክ ትህባ ብኣፍክን ዋእ ተፈጥሮ ከምዚ ኮይኑ እምበር ገሌኹም ትብላ ገሌኹም ካብኡ ክጅምሮ እዩ ገሌልክን ድሓረ ክልተ ሰለስተ መዓልቲ ወይ ሶም ተጠቒምኩም ትገድፍኦ ገሌኽን ከኣ ከም ጽንጽዋይ ኮይኑ ይስመዓክን ገለ ገሌኽን ከኣ ንፉዓት ሓደ ክልተ ከኣ ትጥቀማሉ ማለት እዩ ርኢኽን ሕጂሲ ክስታይ ኣይኮነን ከምዚ ብተኣምር ኣይኮነን ክስታይ ድኸውን ሕጂ እቲ ምሳኽን ዝኸይድ ካስቶር ኦይል ድዩ ድሕር ብርቱዕ ኮይኑ ጸጉርኽን ላይክ ማለት ዘድልዮ እንተኾይኑ እዚ ናይ ቅድሚት ጸጉርኽን እውን እንተተወዲ እዚ ንኹሉ እዩ ዝረዳእካ ባይዘወይ ከይነገርኩኽን ከይከይድ እንድሕር እዚ ጸጉርኽን እዚ እዚ ጸጉርኺ ምስ ዝድሕ ተፋራሪ ቁብሲ በጺሑ ውን እንድሕር እንታይ ዝብሃል ተቆራሪጹ ኣብዚቱ ናተይ ሙሉእ እንድዩ ሎሚ ሎሚ ግን ቁሩብ ናይቲ ሓደ ግዜ ፋላ ስረ ብቐጻሊ ክገብሮ ጀሚረ ነይረ ፋላ ስረ ሕጂ ካብ ዘይገብሮ ክንደይ ገይረ ምክንያቱ ርእየያ ምሽ ፋላ ስራስ ጸጉረይ ተባላሽወለይ ከም ደላ ራይታ ወይ ኣቋሪጸያ ሕጂ ክንፈልጦ ኢና ሃነለለዮ ዘለና ጸጉረይ ሕጂ እንተ ኮይና ሳባላሽሃለይ ኣብዚተይሲ ክራያ ከልምጾ ከብሎ ክብል ሲ በቃ ዳርጋ እዚ መዋእሉ ማለት እዩ ዋላ ደቆልዓ ኮይኑ ተቆሪጹ ይፈልጥ ኒ ዋላ ሕጂ ደሓን እንዲ ዘሎ ምክንያቱ ምስ ኣቋረጽኩዎ ደሓን ክኾን ጀሚሩ በቃ ከይዱ ነይሩ ክቁረጽ ደልዩ ሕጂ እንታይ ዘባላሽዎ ደሎስ ክንፈልጦ እዩ ዘለና ማለት እዩ ኣነ ሕጂ ምስ ፈልጥኳ ታፈርስራ ራይታ ወይ ኣቋሪጸ እዚ እየ ዝጥቀም ዘለኹ በቃ እዚኣ ሕጂ ብጣዕሚ ፈትየያ ዘለኹ እያ ን ብዙሕ ግዜ እውን ናታ ድሓን ቪድዮ ክሰርሓልክን እየ ተዛሪበላ እየ ክልተ ግዜ ደይ ገለ ብጣዕሚ በቃ እዚ ሕጂ ከማለይ ጓለይ ክሓፅባ ትማሊ እቲ ገዛ ውዑይ ምስ ኮነ ፈንቲሩ እምበር ብጣዕሚ እዩ በቃ ዝረድኣኒ ብፍላይ ኣብ ሳመርቲ ኮይኑ ከዓ ቀልጢፉ ክሳይ ኣይከውንን እዩ ሕጂ ዋላ ክነድምጾ እንተደሊና ብሳሕቲ ንእሽተይ ስሕብስሕብ ነብለሉ ንኽእል ኢና ፓላስራ ኣነ ግን ፓላስራ ደው ኣቢለዮ ኣለኹ because ቅድሚ ሕጂ ውን ቀድም ቴነጀር ከለኹ ቁሩብ ዳሜጅ ጌርለይ ኔሩ ዩ ኣርቂቅለይ ኔሩ ዩ ፓላስትራ ሕጂ ከኣ ስቅ ኢለ በቃ ከምኡ ጀሚረ ኔረ ዓመት ዝክሮ ተኾንኩም ቀጻሊ ፓላስትራ ገብሮ ኔረ ጸጉረይ ምኽንያቱ ግዜ ስለ ዘይነበረኒ ሓንሳእ ገብሮ እሞ ክልተ ሰሙን ዘይት ምግባር or ማሳጅ ምግባር ጥራሕ ይጽበየኒ ኔሩ ስለዚ እንታይ እዩ ዘባላሽወልክን ደሎ ጸጉርክን ውን ምፍላጥ። ሕጂ እቲኤን ነጥብታት ናይ ሎማዓንቲ ክንሕዘን ኣለና። መጀመርታ እንታይ እዩ በቃ ንጸጉርክንስ እንታይ እዩ ዘባላሽወልክን ዘሎ ክትምርምሩ ኣለክን። ኣደ ቆልዓ ምዃን ጥራሕሲ ጸጉርካስ ከባላሽወካ ኣይክእልን እዩ። ወይ ኣደ ቆልዓ ኮይንክን ንነብስክን ግዜ ኣይትህባን ኢክን ዘለክን። ሕጂ እቲ ኣደ ቆልዓ ምዃን ዘይኮነ ዘባላሽዎ ደሎን ጸጉርክንሲ ኣደ ቆልዓ ምስ ኮንክን ግዜ ምስ ሰኣንክን ንፈልጦ እንዲና እቲ ግዜ ብራሽ ዘይትገብረሉ መዓልቲ ኣሎ በቃ ብራሽ ከይገበርካስ ፋዱስ ዝኮነሉ ግዜ ኣሎ ብተብተብ ወይ እቲ ቆልዓ በኪካ ወይ ገለ ወይ ገለ ሕጂ እንታይ እዩ what happened እንታይ እዩ ዘብሎ ዘሎ ንጸጉርክን ክትፈልጣ ኣለክን ሕጂ ኣደ ቆልዓ ምስ ኮንኩ ከምዚ ኢሉ ጸጉረይ ተባላሽዩ ከምዚ ኢሉ ተመሓያቆ ጥራሕ እኩል ኣይኮነን ወይ ውሽጥክን ኣብ ውሽጥክን ዝኮነ ስትረስ ተለክን ኦኬ ከም ስለ ዘለኒ ኢልክን ክትእመናሉ ክትዘሓሓላ ወይ ወይ ነብስኽን ከም ዘይትከናኸነን ዘለኽን ክትእመና ኣለክን። ኣብቲ እንዶ ቆልዓ ምዃንክን ጥራሓኡ ጥራሕ ሙሉእ ብሙሉእ እቲ ኣቴንሽንክን ድሕሪ ክሳብ ኮይኑ ጸጉርኽን ተረሲዕኽን እቲ ኣዶ ቆልዓ ምዃንክን ዘይኮነ እቲ ኣዶ ቆልዓ ኮይንክን ነብስኽን ዘይትከናኸኖ ጸጉርኽን ዘይትከናኸኖ ዘለኽን እዩ ጸጉርኽን ዘባላሽወልክን ዘሎ። እዚኣ ከኣኒ ሳልሰይቲ ፖይንት እያ ማለት እዩ ጽቡቅ ጌርና ክንርዳእና ኣይ ዶኖ ቆራሪጸ ቆራሪጸ ጽቡቅ ጌረ እዚ ቪድዮ ከማዕራሪ እየ ይሓዋውሶ ኣለኹ መስለኒ ስለዚ ኣብዚኣ ናይ ሎማዓንቲ ቪድዮ እንታይ እየ ከተባባዓክን ዘልየ ደልየ ደለኹ መጀመርታ መጀመርታ እቲ ጨው ጸጉሪ ክባላሾ ከሎ ስቅ ኢሉ ኣይባላሾን እዩ ሳምቲንግ ሮንግ ማለት እዩ እንተ ብውሽጢ እንተ ብደገ ትሃስዩ ኣለኽን እቲ ጸጉርኽን ዳትስ ዋይ እዚኣ ክትፈልጣል እሱ ምስ ፈለጥክን ከኣ ጽንጽዋይ ኣይኮነን መንውሒ ጸጉሪ ክበሃል ከሎ ዘይቲ ክትጥቀማሉ ኣለክን ሕጂ ኣነ እዚ ጸጉረይ ንኸንውሓለይ ኢለ ጥራይ ኣይኮንኩን ዝጥቀሞ ንኽከናኸኖ በቃ ጽቡቕ እዩ ስለዚ ክመርጽ ከለኹ ዘይቲ ጽቡቕ ዘይቲ መሪጸ ከምቲ ክጥቀመሉ ዝግበኣኒ ከኣ ራኣዩ ሕጂ ዘይቲ ምስ ገበርኩሉ ክኸይድ ድዩ ኣይከይድን ጸጉረይ ራኣዩ ሕጂ ደኣ እንተ ኮይኑ ጸጉሪ ተመዚዙ ዘይወጸ ክምዘዝ ዶ ጸኒሐ ኣንቶን በቃ ኣብኡ ከሎ እዩ ክስታይ ዝከውን ኣብኡ ከሎ ርዝን ይብል በቃ ክስታይ ምሕቅ ምሕቅ ኣይብልን እዩ ኣብ ስሩ ትሒዝክን ከምዚ ጌርክን ማሳጅ ክትገብሮ ኣለክን ክትሓጽብኦ ክልተ መዓልቲ ገለ ብሓጺሩ ሕጅስ ኣብ ሰሙን ትሕጸብኦ ተኮይንክን ኣብ ሰሙን ትሕጸብኦ ተኮይንክን እቲኣ ዱራኣ ዘላ ግድን ክተጥልሎ ኣለክን እንድሕር ኣይተመሸጠን ሃልዩ ናይ ጫፍ ቅብኣቱን ናይ ውሽጥን ገርክን እንድሕር ንሰሙን ክንኣ ሕጫጻል መዓልታዊ ቅብኣት ከኣ ዕጭጭ ናቲ ጸጉሪ ከኣ ቅድሚ ሕጂ ናይ ገረክን እየ ክሳይ ገብሮ እየ ግን ኣብቲ በቃ የብሉን ጸሚኡ እዩ ዝበልክንኦ ክመሓሓእ ስቅ ኢልክን ኣይትገድፎ ትገብራሉ ማለት እዩ ከምዚኣ ገርክን ክምዚ ጌርካ ካብ ሓደ መዓልቲ ክሳብ ዓሰርተ መዓልቲ ደሎ ከኣ ክሕጸብ እዩ ዘለዎ ጸጉሪ ወርሒ ገለመለ እዘን ሃይፕሮሲቲ በቃ ክቆርብኦ ዘይክእላ ጸጉረን ኣርጫጭ ምሻሎ እሳተን እየን በቃ ወርሒ ጽቡቅ እዩ ገለ ክብላ ዝኽእላ ምክንያቱ ሃይፕሮሲቲ እቲ ጸጉረን ነቃ ይብልን እዩ ከም ድላየን ጌረን ክከናኸኖ ኣለውን ከምዚ ሚድዮም እንተኮይንክን ግን ክትሓጽቦ እዩ ዘለክን ተዘይኮይኑ ክውዳ እዩ ስለዚ ጸጉርና ዝውዳእ ኣደ ቆልዑት ብምዃንና ኣይኮነን ወይ ፕሮዳክት ጥራሕ ጌጋ ብምዃንና ኣይኮነን ንሱ ክውድኦ ክእል እዩ ግን ብዙሓት ወይ ብውሽጥና ቫይዳሚን ጎዲልና ድዩ ወይ ገለ ትንዑ ዘድልየ ባእታ ነጉድለሉ ስለ ዘለና መግቢ ከዓ ብጣዕሚ ተራ ኣለዎ ወይ ከምኡ እዩ ወይ ጭንቀት ብቐጥታ እዩ ዘርግፎ ንጸጉርኻ ኣነ ሕጂ ይነግረክን ኔረ ዓሚ ብጣዕሚ ቢዚ ስለ ዝነበርኩ ጸጉረይ ከምዚ ኢሉ እዩ ዝኸይድ ኔሩ በቃ ዋላ ውሽጠይሲ ዋላ ሓንቲ በቃ ኣተንሽን ዝበሃል ነብሰይ ኣይህባን'የ ኔረ ንዝተወሰነ ወርሒ ስለዚ ራይት ኣወይ እዩ ኣፌክት ዝገብሮ ከምዚ ድሕሪ ዓመት ድሕሪ ገለ ገለ ኣይኮነን ስለዚ ጸጉርኽን ክትካናኸና ጽቡቅ ጽቡቅ እቲ ንዓኽን ንጸጉርኽንሲ የድልዮ እዩ ዝበልክንኦ ክትበልዓ ንጸጉርኽን ጥራሕ ዘይኮነስ ሓፈሻዊ like ቫይዳሚን ዘለዎ ነገራት ክንበልዕ ነብስና ከይንርስዕ ኣደ ቆልዑት ኮይና ድዩ ወይ ብካልእ ምክንያት ስራሕ ኮይና እንደገና ክንመርፅ ከለና ፕሮዳክት ፅንፅዋይ ኣይኮነን ሄር ግሮዝ ኦይል ሄር ግሮዝ ዝኾነ እቲ ንጥቀሞ ነገር ሻምፖ ዲ ኮንዲሽነር ዲ ኩሉ ነገር ክንከናኸን በዚ ኣጋጣሚ እዚ የተሃባብር። እዚ ቀሊልን ኣዝዩ ጥዕና ዘለዎን ዘይቲ ብሓንሳብ ኮይና ክንሰርሖ ኢና። ከምዚ ንርእዮ ዘለና እዚ ቀመም ሻሂ እዩ። እዚኤን ከምዚ ናይ እዝኒ ድመስላ ቀመም ሻሂ ቃረፋ ቀረፋ ይመስለኒ ዝበሃል እዚ ከዓ ኣዝማሪኖ እዩ ማለት እዩ። ክልቲኡ ከዓ ኦርጋኒክ ማለት እዩ ከምዚ ዝበልናዮ ጥዕና ደለዎ ዘይት ስለ ንሰርሕ ደለና ኦርጋኒክ ነገራት ክንጥቀም ኣለና ዋላ ትፍረሽ ንጥቀሞ ዋላ ዘይት ኩሉ ነገር ማለት እዩ ስለዚ ኣነ በዚ ውሑድ ዓቐን ድሰርሖ ደለኹ እየ ድብሎ ደለኹ ማለት ዓቐን ወሲደ እንድሕር ብዙሕ ንሰርሕ ኣለና ብዙሕ ንገብረሉ እንደገና ከኣኒ ኣሊኸዮ ስለ ክቕኒ ዝኾንኩ ከኣ ክወስዶ እዩ ይኣኽሎ ኢለ እየ ማለተይ so ካብቲ ቀመም ሻሂ ጌረሉ ከምቲ ዝረኣኽንኦ እቲ ኣዝማሪኖ ከኣ ጽቡቕ ጌርና ሓጺብና ክነንቅጾ ኣለና ምክንያቱ ምስ ዝኾነ ርስሓት እንተ ደኣ ኣትይዎ በቃ ኣጸቢቑ ጭቃ ነገር ገለ ተሃልዮ ብፍላይ ክንሪኦ ቸክ ክንገብሮ ኣለና እንድሕር ርስሓት ኣትይዎ እቲ ዘይቲ ቀልጢፉ ንኽባላሾ እዩ ዝሕግዞ ስለዚ ኣነ ሓጺበ ኣንቂጸ ገለ መለ እየ ኣዳልየዮ ኩሉ ዋላ እቲ ቀመም ሻሂ ማን ቁሩብ ልቕልቕ ነብሎ ዝኾነ ርስሓት ብላዕሊ ዘይረኣ ከይህልዎ ማለት እዩ። ካልእ ኤክስትራ ቨርጂን ኦሊቭ ኦይል እየ ክጥቀም። እዚ ኤክስትራ ቨርጂን ኦሊቭ ኦይል ሃንድረድ ፐርሰንት ፒዩር ኦርጋኒክ እየ ዝጥቀም ዘለኹ። እዚ ማለት ከዓ ኣብ ማሽን ደይኣተወ ደይተበለ ማለት እዩ። ከምዚ ብናቹራል ተፀሚቑ ድመፀ እዩ። እዚ ማለት ካኣ ዝኮነ ኬሚካል የብሉን ኬሚካል የብሉን so ብጣዕሚ ሄልዚ ጥዑይ እዩ that's why ኣብ ሓዊ ከምዚ ነዊሕ ኣብ ዝጸንሕ ጸብሒ ኣይነእትዎን ኢና ኦሊብ ኦይል ምክንያቱ ስለ ከምኡ ብከምኡ ስለ ዘይሓለፈ ብሓዊ ብምሻሎ ከምዚ ካልኦት ዓይነት ፍላወር ዘይቲ ገለ ምሻሎ ዝሰርሕዎ ስለ ዘይመከከ እንተ ብኡ ኣትዩ ናብ ስሚ ይቅየር ይበሃል ማለት እዩ ስለዚ ብጥዕና ከምዚኣ ኮላ ብድንግላ ንጥቀመላ ኦርጋኒክ ማለት እያ ብድሕሪት ዘድልየና ዓቕን ካብኡ ገይረ ካብዚ ሕጂ እቲ ዝበዝሐ ክፋሉ ኦሊቭ ኦይል እየ ገይረዮ ኣብዚ ከዓ ክልተ ዓይነት ዘይቲ ጥራሕ እየ ክጥቀም ሎመዓንቲ ካልእ ግዜ ዝሰራሕኹዎ ነይሩ ስለ ዝነበረኒ ሽዑ መዓት ዓይነት ኦርጋኒክ ነገራት ክገዝእ ኣይደለኹን ብክልተ ዓይነት እውን ክሰርሑ ስለ ዝኽእል ማለት እየ እዚ ከዓ ኮኮነት ኦይል ፒውር ከምዚ ከርእየክን ፀናሕኹ 100 ኦርጋኒክ እዩ እንደገና ከዓ ኤክስፓየር ዴቱ ከዓ ገና 226 መወዳእታ እዩ ዝወድእ እሱ እውን ክንሪኦ ብጣዕሚ ኣገዳሲ እዩ እቲ ኤክስፓየር ዴት እንተ እሱ ደይረኣናዮ ቀልጥፊ ኤክስፓየር ተኮይኑ ብጣዕሚ ፀገም እዩ ስለዚ ከማ ገይሩ ቁሩብ ምክክ ምስ በለ ንሰለስተ መዓልቲ ነፅንሖ ክድን ኣቢልና ኣብ ፅልምት ዝበለ ቦታ ምቁፅው ኣቢሉ ምስ ወሰዶ ከዓ ንጥቀመሉ